ሰላማት ሎማዓንቲ ሕዘልኹም መጣኽታ እዩ ቐልል በልና ኦንላይን ስራሕ ሰሪሕና ዶላር ዝኸፍለና ኣፕሊኬሽን እዩ እዚ ናይ ኦንላይን ስራሕ እዚኣ ንሰርሕ ታይ ጥራሕ ልልና ሞባይልና ኢንተርኔት ሃልና በቂ እዩ ልምዲ የድልና ትምህርቲ የድልና ማንም ሰብ ክሰርሐሉ ክእል እዩ እዚ ናይ ኦንላይን ስራሕ እንታይ እዩ ቪድዮ ምርኣይ ቪድዮ ምርኣይ ማለት ዩቱብ ቪድዮ ክኾን ይኽእል ቲክቶክ ቪድዮ ክኾን ይኽእል ኢንስታግራም ክኾን ይኽእል ደስ ዝበሎ ማለት እዩ ዝኣዘዝኩም ትሰርሑ ሰብሎ ይኸፍልኹም ካልእ እንደገና ጌም ምጭዋት ዳውንሎድ ምግባር እና ሰርቨር ምምላእ እዩ እዛ ናይ ኦንላይን ስራሕ እዚኣ እንታይ ድያ ፍልይ ነብላ ካብ ናይ ካልእ ወሲድኩም ናይ ካልእ ብዘይ ፔፓል ና ባንክ ኣካውንት ንክፈለ ንኽእል እዚ እንደገና ናብ ሞባይል ካርድ ና ቀጥታ ክመለና ይኽእል እዩ ማለት እዩ እዚ ስለዚ ፍልይ ነብላ ካብ ናይ ካልእ ደስ ባሃሊት ኣፕሊኬሽን እያ ቀልል እያ ቪድዮ ካብ ኣብ ካልእ ንርኢ ኣብ ከይድና ንርኢ ይኸፍለና ማለት እዩ ስለዚ ካብ መጀመርያ ክሳብ መጨረሻ ከርእየኩም እየ ተኸታተሉኒ ብደንቢ ዝኾነ ነገር ክነገረኩም መጀመርያ ሰብስክራይብ ገይርኩም ዶ ሰብስክራይብ እንድሕር ገይርኩም ደስ በሃሊ እንድሕር ገይርኩም ሰብስክራይብ ገበሩለይ ንዓይ ዓባይ ነገር እያ ክሻብ መጨረሻ ተኸታተሉ እዛ ቪድዮ ከሪኦኩም እዩ ንኸድ ቀጥታ ዳይ ናእቲ ፕሌይ ስቶር ናእቲ ፕሌይ ስቶር ናእቲ ካብ ፕሌይ ስቶር ምሳትና እዛ ሰርች ባር እዚኣ እዛ ኣፕ እንታይ ይበሃል ክሊፕ ክላፕስ ይበሃል ሰርች ንገራ ካብኡ እዛ ኣፕሊኬሽን እዚኣ እያ እዚኣ ትመስል እዛ ኣፕሊኬሽን ማለት እዩ ካብኡ ንኣቲ ኣነ ኦልሬዲ ኢንስታል ገይረ እየ ንስኹም ኢንስታል ትገብሮ ኦፕን ክብሎ እየ ማለት እዩ ኦፕን ምስ በልኩዎ ከምዚ መፀለይ ካብኡ ኮንቲኒዩ ዊዝ ጎግል ኣካውንት ይለና ማለት እዩ ኮንቲኒዩ ዊዝ ጎግል ኣካውንት ፈለና ኣዛ ትለና እናኸዓ ማለት እዩ ብጎግል ኣካውንትና ንኣቲ ካብኡ ካብዚኦም ሓደ መርፅና ንኣቲ ኣለና ማለት እዩ ኣነ ከዚ ብወርክ ላይፍ ትልዕካ ኣትያ ብኣ ገይረ ክኣቲ እየ ካብኡ ሜል ፊሜል ወዲ ተኮይና ሜል ጓል ተኮይና ፊሜል ናናእቲ ማለት እዩ ሜል ንገሩ ኣነ ከዚ ወዲ እየ ካብኡ ካብዚ ስምና ባናየ ኣማን ክጎረየ ኣማን ሌን ዮቅ ካብዚ ኣታይ ንገብር ፒክቸር ናይቲ ሌና ናግድ ዝፎታ ማለት እዩ ካብዶ ዓለም ኒያ ካርትን እሺ ዝመሪ ጸልዮ ካነ ኔክስት ላ ኔክስት ንብላ ማለት እዩ ኔክስት ሰናን እሺ ጽቤና ሞ ቀጥታ ናት ቀጥታ ምስ ኣተና ከምዚ ትሪኦ ኣለኹም ቪድዮ ብምርኣይ በቃ ልገርም እዩ ልገርም በቃ ካብ ቲክቶክ ስዑድና ጥራሕ ንርኢ ካብ ዩቱብ ቪድዮ ጥራሕ ሱቃ ካብ ትርኢ ኣብዚ ኣቲኻ ቀጥታ ሰራሕኻ ቪድዮ ካ ትርኢ ማለት እዩ ካብኡ እንደገና ላይን ኣቲ መጀመርያ ከዚ ሪዋርድ ናት ኣብዚኣ ማለት እዩ ሪዋርድ ምስ ኣተና መዓልቲ መዓልቲ ንኣቲ ተለና ንእናንዮ መጀመርያ ንኣቲ ተለና ሓሙሽተ ሚት ኮይኑ ኢና ካልኣይ መዓልቲ ሓንቲ ዶላር ሳልሳይ መዓልቲ ስጦታ ከምኡ ማለት እዩ ደባይ መዓልቲ ካልኣይ መዓልቲ ከዚ እዚኣ ነ ከዓ ታዴ ዋን ቴፕ ትላ ማለት እዩ ሓሙሽተ ሚት ኮይን ቦነስ ማለት እዩ ካብኣ ከም ዝበልኹም ጌም ልንፃወት ተለና ኣብዚኣ ንኣቲ ነገራት ካብዚ ዝተፈላለየ ዓይነት እዮም ጫት ካብ ጥርሑ ጫት ቅርሺ እናተኸፈልና ማስናናናም ጫት ሸና ማለት እዩ ካብኡ ሃመይ ዝኸፍለና ተኮይኑ ኣብዚ ኒዕ ትሪኦ ኣለኹም ዝኮይኑ እዚ ዶላር ኤክስቼንጅ ይኾኑ ሞ ካብኦት ካብቶም ናብ ካሽ ናቲ ፔይፓል ሳሊድ ፔይፓል ኣካውንት ከም ድሕለዩ ንኹም ፔይፓል እንደገና ኦዘር ንላቦ እዚኣ ሞባይል ቼንጅ ሞባይልና ላ ሞባይል ካርድና ተደሊና ቀጥታ ማለት እዩ ብጣዕሚ ንገርም ንገርም እያ ካብ ዓድና እዚኣ ንእልሽ ከዚ ናይ ኢትዮጵያ ንእልሽ እሞ ኢትዮጵያ እያ እዚ ኢትዮጵያ ካብኡ እዚኣ እንታይ ዓይነት ቁጥርና ዜሮ ሸዓተ ኢልና ማለት እዩ

ቃረይ በቃ ልገርም እዩ ትጠቐሙሉ ትፈልጥዎ ዘለኩም ግና እንድሕር ለውጢ ደልና ዓሰርተ ዶላር ንሰርሕ ኔና ትሕቲ ዓሰርተ ዶላር ይፍቀዲ ስለዚ ብደንብ ንሰርሕ ኔና ላይክ ሰብስክራይብ ሼር ጎሩ ቀፃሊ ብካልእ ንጋሌና ቸዋት ቸው ቸው